ዘብርሃን እዚ እውን እንኳዕ ኣርኣየና እናበልና ንሕና ዝመፃእናዮ ካብ ወረዳ ክፍለ ኣውላዕሎ ከተማ ውቕሮ እዩ። እቲ ዋና ቀንዲ መምጽኢና ከም ዳዕሮ ጽላል ክትኮኑና፣ ከም እምባ መጸግዒ ክትኮኑና፣ ከም ጎልጎል መሳፍሒ ክትኮኑና፣ ንጓላትኩም ንፍረወይኒ ወልዳይ፣ ንወድና ንመብራህቶም ወልዱ ንኹትዉና ኢና መጺና እኔና ኣጎታትና።

ሰላም ሰላም ናይ ፍሪደም ቻናል ተኸታተልቲ ከመይ ኣለኹም? ሰላም ዲኹም? በቢ ዘለኹሞ ሰላም ጥዕና ራህዋ ምስ ኩላትኩም ይኹን እናበልኩ ጠፌ ቀኒ ኣጋጣሚ ማለት እዩ ለማዓንቲ መፅኤኩም ዘለኹ ቪድዮ በዞም ትርእይዎም ዘለኹም ኣሕዋትና ማለት እዩ ብንበዓል ፍረ ጓል ዓጋመ ማለት እዩ ነኳ ንዓ ኣብዝሕ ብቲክቶክ ማሕበራዊ ሚዲያ ገለ ዝፈልጣ ማለት እዩና ማሕበራዊ ሚዲያ ከምቲ ዝረእኹምዎ ክብል ክኩሰት ቀኒ እዩ ማለት እዩ እና ኣብዚኣስ ንእሽቶን ሓሳበይ ክህብ ስለ ዝደለኹ ያና ከመይ መሲልኩም ሲ ሓደ ሓደ ነገር ነሲ ከምዚ ብፍላይ ደቂ ሰባት ሲ ኣብቲ ዝኾነ ወይ ናይ ባዕልኻ ቤተሰብ ተኮይኑ ወይ ናይ ባዕልኻ ሰብ ተኮይኑ ገለ ከም ፅቡቅ ከም ፅቡቅ ኣምሲልካ ምቕራብ ለይናይካ ተኮይኑ ከዓ ከምዚ ምሕጫጭ ከምዚ ኮይና መንጢላ ወሲዳ ገለ ዝዓይነቱ ከምዚ ዓይነት ነገራት ስለ ዘሎ ኣነስ ትልተሰምዐኒ ነገር እንደ ክዛረብ እና ኣነ ሓቂ ዘረባ ኳዕ ደስ በለኩም ወይ ከዓ ልምንታይ ከምዚ ኮይኑ ገለ ክብል ኣይደልን እየ ኣብዚ ጉዳይ ምክንያት ማለት እዩ ምክንያቱ ትሽግራት ለሎ እየ ክዛረብ ልኽእል ማለት እዩ ብፍላይ ኣብ ዓዲ ዝግበር ነገር ብዛዕባ እዞም ሽንግልናታት ገለ ከም ትርእዎም ዘለኹም እቲ ኣብ ዓዲ ዘሎ ሰብ ልምንታይ እዩ ክልተ ግዜ ኣዚሩ ዘይሓስብ ብጣዕሚ እየ ዝግረም ማለት እዩ ከመይ እዚ ሓውና ወዲ ውቕሮ እዩ እና ከምኡ ጓል ዓዱ ጓል ውቕሮ ክልተ ውላዕለ ከዓ ዝወለደላ ቆልዓ ከም ዘላ ባዕሉ ሒዝዋ ንስዑድ ዓረብ ከም ዝመፀ ንእሽቶን እያ እታ ቆልዓ ኣብ ዓዲ ከዓ ጠኒሳ ዓዲ ከም ዝኣተየት ከም ዝወለደ ብወለዲ ብምልኡ ከም ዝተወደአ ምስኣ ከዓ እዩ ዝግለፅ ማለት እዩና እዚ ላሃለየ ተመሊስካ ካልኣይ ንካልኦት ቆልዑ ከዓ ተመሊስካ ከምዚ ነገር ሕፀ እሞ ከዓስ ኣብ ዓመት ዘይመልእ ክልተ ግዜ ሕፀ እስ እንታይ እዩ እፍቲ ዓድስ እንታይ ልግበርሉ ኣነስ ብጣዕሚ እዩ ልገርመኒ እዞም ስዑዲ ዓረብ እሞ ግደፍዎ እዚ ናይ ስዑዲ ዓረብ እዚ ምምንጣል ምባል ገለመለ ዘሎ እንድዩ ዘሎ እዩ በቃ ከምዚ ውሱድ ከምዚ በቃ ውሱድ ነገር እንትን ጌርካ ወሲድካ ኢኻ ማለት እዩ ብፍላይ ኣነ ብጣዕሚ ዝገርመኒ ነገር ግን ብፍላይ ደቂ ኣንስትዮ ኮይና ልጓል ኣነስተይቲ ልወለደት ልዘመደት ከምኡ ኮይና ከምዚ ገይሩ ልኡ ሓዲጉ ላባ ክመፅእ ተሎ ስለምንታይ ከ ፅባሕ ንግሆ ንዓየይ ከምዚ ክኸውን እየ ኢልና ዘይንሓስብ ብፍላይ ደቂ ኣንስትዮ ፍረጓል ዓጋም ኣነ ብፅቡቅ ማሕበራዊ ሚድያ ክትቀርብ ገለ ይሪኣ እየ እና ለባም እያ ትመስለኒ ነራ ናይ ሓቂ ከምዚ ለባም ፈላጢ ነገር ገለ እያ ትመስለኒ ነራና ስለምንታይ እዩ ኢላ ከምዚ ዓይነት ትወድቃ ደቂ ኣንስትዮ? ስለምንታይ ኢኽን እታ ሓንቲ ጓል ኣንስተይቲ ሓፍትኽን ወሊዳ ዘሚዳሲ ጽባሕ ንግሆ ሓዲግዋ ክመጽ ተሎ ንዓኣ ንዓይ ከዓ ጽባሕ ንግሆስ ከምዚ ክገብረኒ እዩ ኢልናስ ዘይንሓስብ? ብፍላይ ኣብ ከባቢ ስዑዲ ዓረብ ዘለኽን ማለት እዩ እዚ ልሙድ ላኾነ ይመጽእ ኣሎ። ከምዚ ሓደ ወዲ ልክልተ ልሰለስተ ልርባዕተ ሰበይቲ ምምርዓይ ከምዚ ሕጸታት ገለ ምግባር ገለስ በቃ ልሙድ ኮይኑ ኣሎ ማለት እዩ። እና ሓደ ሓደ ደቂ ኣንስትዮ ከዓ ማለት እዩ ልፍረ ከምዚ ኮይና መንጢላ ገለመለ ገለ ኢለን ክፅሕፋ ተለዋ ሓደ ሓደ ከዓ መፂኹም ታሞ ድዩ ትመንጥል እምበይ ታሞ ድዩ ተወለደ ታሞ ድዩ ከምዚ እዚ ከምዚ እንድሕር ደኣ ትብሉ ኮይንኩም ማለት እዩ ልሙድ ላኾነ እዩ ዝኸይድ ልሙድ እዚታት ነገራት ልሙድ ላኾነ እዩ ዝኸይድና ስለምንታይ ኢና ኣብቱ ዓገብ ክበሃል ዘለዎስ ዓገብ ዘይበሃል ብፍላይ ኣብ ስዑድ ዓረብ ዝግበርሎ እንድሕር ደኣ እዚ ልምድ ልሙድ እዩ ናበልኩምዎ ትኸዱ ኮይንኩም እቲ ልግበርሎ ከዓ ናይ ሸራሙጥ ከምዚ ምዚ ድኽን ትገብራ ከምዚ ድኽን ትገብራ ሰብኣይ ንኽን ትምንጥላ ከምዚ ገለ ክበሃል ተሎ ኣብቲ ግዜ ዝኾነ ክተብል ተላ ከዓ ተመሊስኩም ግምጥል ኢልኩም ማለት እዩ ንዓ እንትን ትብልዋ እቲ ሓቃዊ ህይወት ግን ንምንታይ ኢኹም ለይተብልዎ እዛ ቆልዓ እዚኣ ሲ ገና እዩ እዚ ቆልዓ ሽዱሽተ ወርሑ ድዩ ገለ እዩ ካብ ትብሉ ወለድ ማለት ክርስትና ገለ ኢሎም ይብልዎ ነይሮም እና ኣነ ካብ ዝሪኦ ካብቲ ማሕበራዊ ሚዲያታት ግን እቲ ቆልዓ ካብ ብጣዕሚ ንእሽቶን እዩ ዘሎ ሽዱሽተ ወርሒ ምናምን እዩና ኣብ ሽዱሽተ ወርሒ ምሉእስ ከመይ ጌርካ ኢኻ ልወለድካ ኣላ ሓዲካ እሞ ከዓ ንስኻ ካብ ባዕልኺ እሞ ከዓ ኣብኡ ነበረት ምስኡ ትፈልጥ እያ ገለ ጓል ዓዱ እያ ንዕኡ ተባሂላ ጓል ውቕሮ እያ ንሳለት ኢሎማ እና ስለምንታይ እዩ ከምዚ ዓይነት ልፍጠር እና ኣነ ካብቶም ካብቶም ኣወዳት ክነግረክን ኣቲ ነጓላት ይኽን ብጣዕሚ ትገርማኒ ማለት እዩ ኣጓላሲ ሓንቲ ሓፍትኽን ወሊዳ ልዕኡ ደብሪ ወይ ንዕኡ ዝኾነ ነገር እሞ ከዓስ ፍትሕ ከይገበርካ ገለ ኣብ ሽዱሽተ ወርሒ ሙሉእ ተመሊሶም ክዕረቑ ይኽእሉ እዮም ልወለደስ ኣየተሓዳድጊ ዋላ ልኾነ ነገር ኣነ ይፈልጥ ኣይታቆልዓ ግን ልኾነ ነገር ዋላ ክበኣሱ ይኽእሉ እዮም ክዕረቑ ይኽእሉ እዮም ግዜ ልምንታይ ይኽን ለይትባ ልምንታይ ይኽን ኣብ ልወለዱ ምኻስ ዝቆልዓ እዚ ህፃን ቆልዓ እዩ ናይ ባሓቂ እታ ልወለደላ ከዓ እዚኣ እያ ንእሽተን ቆልዓ እያ ማለት እዩ ነራ ባዕሉ ሒዝዋ መፅዩ ገለ ማለት እዩ ብጣዕሚ ልገርም ነገር ባዕሉ ሒዝዋ መፂኡ ኣብ ስዑዲ ብወለዲ ወዲኦም ገለ ኣነ እቶም ወለዲ ናይ ዓዲ እዮም ብጣዕሚ ልገርሙን ኣለዉ እቶም ወለዲ ናይ ዓዲ ሲ ክልተ ግዜ ሕፀ ሰለስተ ግዜ ሕፀ ገና ኣብ ሽዱሽተ ወርሒ ኣብ ሸውዓተ ወርሒ ውሽጢ እስከምዚ ልገብሩ ወለዲ እንታይ ዓይነት እንታይ ዓይነት ክብሪ እዩ ልስምዖም ከምዚ እዚ ቆልዓ እዚስ ንእሽቶን እዩ ናይ ባሓቂ ማለት እዩ። እዚ ቆልዓ እዚ ንእሽቶ እዚ ኣብ ሽዱሽተ ወርሕ ምሉእስ ክልተ ሕጸ ምናምን ክኸዱ እቶም ወለድስ እንታይ ዓይነት ክብሪ እዩ እንደ ኣነ ብጣዕሚ እዩ ዝገርመኒ ናይ ሓደ ሓደ እንዮ ብፍላይ የስሕቀካ የግርመልካ ማለት እዩና እንታይ ዓይነት ኢልካ የድሎ ኣብዚ ትግራይ እንደ እና ማለት እዩ ፍረ ማለት እዩ ኣነ እንደ ከምዚ ፅበያ ነረ ናይ ባሓቂ ፍረ ጓል ዓጋመሲ ከምዚ እንትን እያ ትብለኒ ነራ እንድዒ ማለት እዩና ልምንታይ ኸን ደቂ ኣንስትዮ ኣሕዋተይ ኣሕዋትክን ከምዚ ክብል ተለዋ እሞ ካብ ስደት ከማኸም ስደት ኮይና ቆልዓ ወሊዳ ተሸጊራ ኣብ እስሪ ቤት ኣትያ ዓዲ ኣትያ ንስኺ ከ ፅባሕ ንግሆ ከምኡ ከም ዝበፅሐኪ ስለይትፈልጢ ድኺ ኮንኪ እዚ ቆልዓ እዚ ንእሽቶን እዩ በእውነት ኣነ ባዕለይስ ብጣዕሚ የስሕቐኒ ኣለዎ ናይ ሓቂ ማለት እዩና ልዋዕሉ ዘይደለለ ገና ንእሽቶ ቆልዓሲ ቆልዓ ውሊድካ ኣለለካ ገና ሽዱሽተ ወርሖ ከይመልአ ላፍትያ ላፍትያ እሱ ቁልዕነት ሒዞ ክኾን ይኽእል እዩ ብፍላይ ደቂ ኣንስትዮ ግን ሓላፍነት በዓልትኽን ክትሽከማ ኣይለለክን ምክንያቱ ፅባሕ ንግሆ ወሊድክን ከኣቲ ቆልዓ ሓላፍነት ናትክን ስለዝኾነ ስኽን ስለትሽግሮ እቲ ጉዳይ ባዕልኽን ይኽን ትንክተብሎ ለለክና ክብሪ ልበሃል ነገር ካህኒዮ ብእውነት ሓንቲ ጓል ኣንስተይቲ ክትብደል ተላና በቃ እስኽን ጌርክን ዘይትርእዮ ኣነ ብጣዕሚ ልገርመኒ ሓደ ሓደ እኒኣ ክነጓላት ብጣዕሚ ከም ትግርማና ብጣዕሚ ማለት ብፍላይ ኣብ ስዑድ ዓረብ ተካይዶ ነገራት ካብኡ ካሲ ኣብዚ ስዑድ ዓረብ መርዓዶ ሕፀደ ሽንግልናዶ ገለመለ ትብልኦ ነገር ኣነ ብጣዕሚ ለስሕቀኒ ናይ ባሓቂ ማለት ኢና ኣንሲ እና ማለት እዩ ኣነ ብጣዕሚ ለስሕቀኒ ናይ ባሓቂ ኣብ ስዑድ ዓረብ ብዙ መርዓዶ ክርስትናዶ ገለመለ ገለ ልብልዎ ኣነ ሓቂ ዘረባ ኣይኣምነሉን ኣይኣምነሉን እየ ኣነ ከመይ ተልክን እንደ ከመይ ከም ተብላ እምበር መርዓ ማለት ሲ ክነግረክን መርዓ ማለት እንታይ ማለት እዩ እሞ መጀመርያ መርዓ ማለት ወለድኻ ንክትሐጉሰሉ ወለድኻ ደስ ክተብለሉ ቃል ኪዳን ኣሲርካ ተመሪቕካ ሓዳር ትገብረሉ ይመስለኒ መርዓ ኣብዚ ስዑድ ዓረብ ግን ስኡልካ ልቕርሺ ምእካብ እና ናብ መሳሪሓ ከይድ ከነብ ለፅሊፅ ክንገለ ልቕርሺ ምእካብ ድዩ ኣይፈልጢ ካብኡ ከምኡ ትገብሩ መርዓ ኢልኩም ትገብሩ ተመልስኩም ቀፃልነት ለይብልኩም ትፋትሑ ተመልስኩም ናብቲ ሓንቲ ትኸዱ

ሓንቲ ጓል ኣንስተይቲ እንድሕ ካብቲ ከፍቲ ወሊዳ ኮፍ ከም ትብል ትፈልጣ እኒኤክን ምክንያቱ ኣብ ክብሪ ዘይብሉ ዓዲ ስለ ትገብራ ኣብ ክብሪ ዘይብሉ ዓዲ ወለድኽን ኣይመረቕዎ ቀሺ ኣይመረቆ ቃል ኪዳንኩም ኣይተባረኸሉ ዓዲ ስለ ዝኾነ ኣብ ስዑዲ ዓረብ ትገብርዎ ነገራት ማለት እዩ ስለዚ ጥንቃቀ ግበራ የለለክና ኣሕዋተይ እዚ ምክሕ ኣይኮነን ሓቂ ዘረባ ኣብ ስዑዲ ዓረብ መፂኻ ሲ እንታይ እዩ ክትሰርሒ ኢኽ መፂኺ ባሕርን ፃሕርን ሰጊርክ መፂኺ ዘለኺ ክትሰርሒ ክትልወጢ ኢኺ መጺኺ ዘለኺ ደሓር ካብኡ ልኾነ ምስ ኮነ ባዕልኽን ከምዚኣ ኢልክን ካብቲ ኣይ ካብቲ ኣይ ተመናጢልክን ልኾነ ነገር ምስ በጻሕክን ካል ኣብ ሚድያ መጺኽን ከምዚ ገበረና ቅርሽና ወሰደና ኣብከየና ጠለመና ወለደና ከምዚ ገበረና እናበልክን ከዓ ተመሊስክን ትመጻ ባዕልኽን እቲ ነጓላት ባዕልኽን ላውሊ ወደድት ኸዳ ባዕልኽን ሓንቲ ጓል ዳውን ንክትገብራ ገለ ትገብራ ገለ ትገብራ ባዕልኽን ስለዚ ጥንቃቄ ብፍላይ ንደቂ ኣንስትዮ ኣነ ደቂ ተባዕትዮ ኣነ ከድንቖም እየ ዝኽእል እሰይ ክብሎም ንኽእል እዞም ደቂ ተባዕትዮ ብፍላይ ኣጓላት ግን ክብርኽን ክትሕልያ ዘለክን ኣጓላት ይኽና በጃኽን ኣብ ስዑዲ ዓረብ ዘለኽን ደቂ ኣንስትዮ ኣካየዳ ክነፀብቓ ዘምፀክን ዓላማ ፍለጣ እንታይ ይኸ ወለዲ የብሉ ገለ የብሉ ስቕልካ ሰበይቲ ሕዝዚስ ሽምግልና ዶ ገለ ዶ ዳበልካ ኣብ ዓዲ ገለ መለ ሽምግልና ገለመለ ላበልካ ማለት እዩ ሰብኣይ ሰበይቲ ዘይብሉ ሕፀ ተባሂሉ መርዓ ተብሂሉ ገለመለ ኣብ ዓዲ ይግበር ገለመለ ማለት እዩ ዘየላ እሳ እሱ ዘየላ ኣብ ስዑዲ ዓረብ ኮንካ ካብኡ ወለድኻ የለው ምሳኻ ዘመረቐካ ቀሺ የለ ገለ የለ ማለት እዩ እጃዛ ወፂኻ መርዓት መሲልካ እዚ ኮብሱር ካብ እንታይ ዝተረኸበ እዩ ካብ እንታይ ሕጊ ማለት ካብ ምንታይ ባህሊ ካብ እንታይ ተዓባባይ ስለ ዘበልኩ ዶ ይኹን ኣነ ብጣዕሚ እዩ ዝግርመለይ ዘስሕቐለይ ማለት እዩ በሻና እዚኦም ኣይኮነ ኩላትኽን ማለት እዩ ኣብኡ ትገብራ ኣብ ስዑዲ ዓረብ ኣብ ማሳሪሓ ጌርክን መርዓ ትብላ ክርስትና ትብላ ስቑልክን ፀግደምደም ትብላ ገለስ ብጣዕሚ ክን ተስሕቃኒ ተስሕቃንን ብጣዕሚ ለይኽን በቃ ስብክን ተንዕቃ ማሕበረሰብክን ተንዕቃ ማለት እዩ መርዓ ኣብ ስደት የለን፣ መርዓ ኣብ ዓዲ ዓረብ የለን። ኣየናይ ዓዲ እስላም ኮንክን ኣየናይ ክርስትያን ቃል ኪዳን ምስ ኣሰረክን ኣየናይ ቀሺ ምስ ባረኸኩም ይኹን ሓዳር ትገብራ መርዓ ትብላ ማለት እዩ። እዚ መእከቢ ገንዘብ እዩ። ብፍላይ እቶም ተመርዐውቲ ከዓ ዘይኮንኩሉ ኣቶም ከየድቲ ከዓ ማለት እዩ። ኣብኡ ኣብቲ ከየድቲ እዚ ምንም መርዓ ተባሂልኩም ገለ መሳርሒ ከድክን ድግ ትብላ በቃ ኣብ መሳርሒ ከድክን ለለ ወጪ ተውፃ ማለት እዩ። ንባዕልክን ክሳራ እዩ። ፅባሕ ንጎ ቆላሕ ኢሎም ኣይርእኽን እዮም ንሶም ስራሕኽን ስራሓ ኣይትውፅኣ

ጽባሕ ንግሆ ንባዕልኽን ከምኣ ምዃና ክትፈልጣ ኣለክን ስለዚ ከምዚ ዓይነት ጽቡቅ ኣይኮነን ብፍላይ ስዑዲ ዓረብ ዘለና ንኹለና ተጽርፋና ማለት እዩ ስዑዲ ዓረብ ከምዚ ክንትመናጠላ ስዑዲ ዓረብ ከምዚ ክንትገብራ ክንበሃል ተለና ማለት እዩ ወሪድና ምንም ነገር ዘይንርከብ ሲ ባባኻት ንስከፍ ኣለና ዋ እንታይ እዚ ስርዓት ዘይብሉ ስብኣይ ከምዚ ሰኣን ከንስ ክልተ ሰለስተ ሓደ ስብኣይ እንታይ እዩ ሃመይ ልበለ ነውርነት እዩ እዚ እና እዚ መስል ነይሩ ክብራት ተኸታተልተይ ስላልገረማትኒ እያ ተኸታተልቲ እና እዚ መስል ብጣዕሚ ስለዝገርማኒ ኣሎ ምክንያቱ በዓል ተንስኣ ይምንጥላ ተመሊሰን ከምዚ ገይሮም ናይ ብላ ተመሊሰን ገለገለ እና ብጣዕሚ ስለዝገርማኒ እዩ ስል በጃኸን ስደትክን ግበራ ናይ ለምፀክን ዕላማ ግበራ ንወለድኽንላ ኣይተጉህያ መፂኸን ኣብዚ ተወልዳ ከምዚ ትገብራ ትማናጠላ ባዕልኽን ከዓ ወሲዶምና ከምዚ ገይሮምና ስለዚ ኣብ ስዑዲ ዓረብ ዘለና ሰባት ወሪድና ኣብቲ ነፍትን ዘይንርከብ ከዓ ናይ ብሓቂ ተሰክፋና ኣለኻ እና ፕሊዝ ኣማፀፃ ክንፍለጥ ኣካያይዳ ክንፍለጥ ኣይብለክን ደቂ ኣንስትዮ ኣሕዋተይ እና እዚኣ ትመስል ነይራ ብካሊእ ቪድዮ ክሳብ ንራኸብ ምስ ኩላትኩም ሰላምታ ረሃባ ይኹን እናበልኩ ቻው ቻው ላይክ ሸር ሳብስክራይብ ኣይትረስዑ ቻው ቻው